ሰላም ንዓኹም ተኸታተልቲ ገሬ ፕሮዳክሽን ኣብ ፌስቡክ፣ ዩቱብ፣ ኢንስታግራም ብቲክቶክ እትከታተሉኒ ኩልኹም ተዓዘብቲ ሰላም ከመይ ትኾኑ ከመይ ኣለኹም? እምበር ከምቲ ኩሉ ግዜ ልሙድ ናይ ስራሕ ገዛና ኣብ ገዛና ዘድልዩና መሳርሒታት ኮነ ወይ እውን ኣብ ገዛና ንሰርሖም ንነጥፈሎም ንጥፈታት ዘቕርበልኩም ቻነል እዩ። ምናልባት ሓደስቲ ኮንኩም ነዚ ቪድዮ ትርእዩ ፈሎው ብምግባር ኣብ ቀጻሊ ዝዝርግሖ ቪድዮታት ወይ ከኣ ሓበሬታታት ክመጸኩም ብቐሊሉ ስለ ዝኽእል ከምኡ ሓጋዚ ጠቓሚ ኮይኑ ትረኽብዎ እንድሕር ኣሊኹም ድማ ንኻልእ ሰባት ንኽባጻሕ ሸር ብምግባር ነቲ ቪድዮ ኣርጎሊዝም ስለ ዝሕግዝ ማለት እዩ ንሎሚ እንታይ ሒዘልኩም መጽየ ኣለኹ ኣብ ገዛና በቲ ናይ ቀደም ኣሰራርሓ ዝተሰርሐ ብፍላይ እንድሕር ኮይኑ እቲ ዳይኒን ሩምና ወይ ከዓ ሊቪን ሩም ቤድሩምና ዘሎ መብራህቲ ዝበዝሕ ግዜ ብናይ ስታንድ ላይት ወይ ከኣ ናይ ኮመዲኖ መብራህቲ ዝተሰርሐ እዩ። እዚ ማለት ድማ ምስ ናይ ሶኬት ናይ ኣውትለት ኮኔክት ዝኾነ ማለት እዩ። ሶ ከምዚ ዓይነት ዘለና ኮይኑ እቲ ገዛና ዘለዎ ድማ ብቅልል ዝበለ መንገዲ ከየፍረስና ነቲ ዘሎ ናይ ቀደም ብኡ መሰረት ተጠቂምና መብራህቲ ክንገብረሉ ከም ንኽእል ትፈልጡ ዶ? እዚ ማለት ልክዕ ከምዚ ትርእይዎ ዘለኹም ሪሰስ ላይት ይበሃል እዚ ድማ ፍላሽ ምስቲ ናይ ሲሊን ፍላሽ ዝበርህ ወይ ከዓ ኣምፑል ዝኾነ ምቕያር ዘየድልየና ሓድሽ ዓይነት ሪሰስ ላይት ኤልኢዲ መፅዩ ዘሎ እዩ ነዚ ንምግባር ምናልባት እንድሕር ክንዝርግሕ እንሓስብ ኮይና መበገሲና ካብቲ ስዊች ዘለዎ ኮይኑ ካብኡ ተበጊሱ ድማ እቲ ሲሊን ናትና ናበይ ይኸይድ እቲ ቢም እቲ ተተካሊ ዓንዲ ፈሊጥና ኣብ ነፍሲ ወከፍ ተተካሊ ዓንዲ ኣብ መንጎ ሓንቲ ሆል እንዳገበርና ነቲ ዋየርና ትራንስፈር ክንገብር ንኽእል እዚ ማለት ንሕና ክንደይ መብራህቲ ንደሊ ኣብቲ ንደልዮ ድማ ናይ ግድን ገመድ ክሓልፍ ስለ ዘለዎ እቲ ቢምና ዳይሬክሽኑ እቲ ተተካሊ ዓንዲ ንናበይ ገጹ ከም ዘሎ ፈሊጥና ድማ ኣብ ነፍሲ ወከፍ ከምዚ ትርእይዎ ዘለኹም ሆል ተኸፊቱ ዘሎ ከምኡ ከፊትና እቲ ዋየርና ክነሕልፎ ንኽእል ኢና ማለት እዩ ሶ እዚ ብዘሎ ኢንታየር ናይቲ ድራይወል ሲሊን ድሮፕ ምግባር ወይ ከዓ ምፍራስ ኣየድልየናን እዩ ተመሊስና ድማ ከምቲ ዝነበሮ ክንመልሶ ስለ ዝኾንና እቲ ካብኡ ድሪል ጌርና ድዩ ብስኩዌር ድዩ ወይ እውን ብክቢ ዘውፃናዮ ድራይወል ሴቭ ብምግባር ድማ ልክዕ ኣብተን ዝነበረእን ክንመልሰን ኢና ማለት እዩ ሶ ከምኡ ጌርና ነተን ዘድልያና ቦታ ጥራይ ዝተወሰና ቦታ ከፊትና ኣብቲ ዝነበረኡ ድማ ምምላስ ማለት እዩ ሶ እዚ እቲ ዝቀደድናዮ ወይ ከዓ ካብኡ ዝወፀ እቲ ቅዳድናት እውን ብግቡእ እንድሕር ኣውፂናዮ ተመሊስና ካልእ ሽትራክ ምግዛእ ኣየድልየናን እዩ። በቲ ናቱ ጌርና ድማ ኣብቲ ዝነብሮ ቦታ መሊስና ክንከፍቶ ንኽእል። እዚ ዓይነት መብራህቲ ፎር ኢንች ሲክስ ኢንች ሳይዝ ዘለዎ ኮይኑ ከም ምርጫና ከም ብዝሕናን ብዝሒ ንደልዩ ዓይነት መብራህትን ክንገብር ንኽእል። ካልእ እሱ ናቱ ኣጀስተብል ዝኾነ ሰለስተ ዝተፈላለዩ ዓይነት መብራህቲ ኣለዎ እሱ ድማ 3K ክሳብ 5K 3K 4K 5K ዋት ዘለዎ መብራህቲ ማለት እዩ ሶ ኣብዚ ኢንስታል ክንገብሮ ከለና ናብቲ ሲሊን ናቱ ክሊክ ስለ ዘለዎ ብኡ ኢንስታል ምስ ገበርና እቲ ዘለናዮ መብራህቲ ንዕኡ ኣጃስት ጌርና ኣብ ዝተወሰነ ግዜ ክንቅይሮ ምስ ንደሊ ድማ ስሒብና ብምውፃእ ክንቅይሮ ንኽእል። ስለዚ እዚ እቲ ክንመልሶ ከለና ክንገብሮ ዘለና ነገር እንህራልዩ ወይ ኣብቲ ዝቀደድናዮ ከም ሳፖርት ዕንጨይቲ ብምእታው ብቅድሚት ንዕኡ ሰሚርና ልክዕ እታ ዘውጻናያ ድማ ናብታ ቦታ ናታ ምምላስ ማለት እዩ። በቲ ዘለና ኮምፓውንድዲ ጭቃ ተጠቂምና ድማ ነቲ ፓች ምግባር ከኣ ክሕግዘና እዩ። እዚ ሳፖርት ንገብሮ ዘለና ካብቲ ዝተቀደ ድራይዎል መስማር ክሕዘልና ስለ ዘለዎ ኣብ መንጎ እቲ ቀዲድናዮ ዘለናን ኣብ መንጎ እቲ ስታንድ ዘሎ ሶሊድ ዝኾነን ዕንጨይቲ ብምቑራጽ ነቲ ቆሪጽናዮ ዘለና ድማ ኣምጺና ኣብታ ቦታ ብምስማር ልክዕ ኣብታ ቦታ ኣመሊስና ድማ ጭቃ ብምግባር ከዓ ክንልጥፎ ኢና ማለት እዩ ምናልባት ኣብዚ እንጥቀመሉ ነገር እንድሕር ኣልዩ እቲ ጆይንት ቴፕ ዝበሃል ኣሎ ወረቐት ኣሎ ናቱ ወይ ከኣ እቲ ፋይበር ፋይበር ቴፕ ከኣ ኣሎ ማለት እዩ ሶ ፋይበር ቴፕ ክንጥቀም ከለና ሽዑ ንሽዑ ጠቂዕና ኣብ ልዕሊኡ ክንልጥፎ ንኽእል ኢና እቲ ፔፐር ወይ ከኣ ወረቐት ጆይንት ቴፕ እንድሕር ተጠቒምና ግን ቅድም ጭቃ ብምግባር ብድሕሪኡ እቲ ወረቐት ብምልጣፍ ወረቐትና ክሳብ ዝናቕጸልና ተጸቢና ድማ ነቲ ጭቃ ብልዕሊኡ ፓች ንገብሮ ማለት እዩ ዝሓሸ እቲ ጆይንት ቴፕ ናትና እንድሕር ፋይበር ቴፕ ኮይኑ እሱ ሽዑ ንሽዑ ጌርና ሽዑ ንሽዑ ከኣ ክንልጥፎ ንኽእል ኢና ኣብ ልዕሊኡ ማለት እዩ። ምናልባት እቲ ናይ ቀደም ቆሪጽና ዘውጻእናዮ ኣብኡ ክንመልሶ ከለና ናይቲ ዝቆረጽናዮ ዝኾነ ነገር ንላዕሊ ዝወጸ ወይ ካብቲ ፔፐር ናቱ ማዕረ ዘይኮነ ነገር እንድሕር ሃልዩ በቲ ስፓክል ንገብረሉ ላማና ብኡኡ ጌርና ሓኺኽና ኢቭን ብምግባር እቲ ጭቃና ክንልጥፍ ንኽእል ኢና። ንምንታይ ኢና ፋይበር ቴፕ ወይ ከኣ እቲ ጆይንት ቴፕ ንጥቀም ዝብል ሕቶ ክመጽእ ይኽእል እዩ። እሱ ንጥቀመሉ ምኽንያት ኣብ መንጎ እቲ ናትና ጆይንት ወይ ከኣ መራኸቢ ዝለጠፍናዮ ነገር እንድሕር ሃልዩ እቲ ክራክ ወይ ከኣ እቲ ጋፕ ኣብ መንጎ ናይቲ ናይ ቀደም ዝነበረን እቲ ሓድሽ ነልግቦ ዘለናን ዘሎ ፍልልይ ጋፕ ወይ ከኣ ናይ መራኸቢ ቦታ ዝኾነ ቴፕ ወይ ከኣ ፔፐር ጆይንት እንድሕር ዘይተገይርዎ፣ እቲ ጭቃና ለጢፍና ምስ ወዳእና፣ እቲ ክራክ ወይ ከኣ እቲ መንጎኡ ዘሎ ጋፕ ነቓዕ ይረኣየና ማለት እዩ። ምናልባት ኣብ ገዛና ከምኡ ነቓዕ ዝረኣየና እንድሕር ሃልዩ ወይ ከኣ እቲ ጆይንት ቴፕ ንበይኑ ሕብሪ ተለኽዩ ወይ ከኣ ከምዚ መንገዲ፣ ላይን፣ ዝረኣየና እንድሕር ኣልዩ ኮይኑ እሱ እቲ ሓደ እቲ ስፓክል ወይ ከኣ እቲ ጭቃ ብጉቡእ ስለ ዘይተገብሮ ካልኣይ ድማ እንድሕር ከምኡ ንሪኢ ኣለና ኮይና ከኣ ጆይንት ቴፕ ገይሮም ምስ ኣራኸብዎ ብድሕሪኡ ጭቃ ስለ ዘይተገብረሉ ሕብሪ ጥራይ ተለኺሎ ማለት እዩ ስለዚ ኢና ድማ እቲ ላይን ወይ ከኣ እቲ ናይ ጆይንት ቴፕ እንሪኦ ከምኡ እንድሕር ኣልዩ ጭቃ ብምውሳኽ ነቲ ላይን ዘሎ ክሳብ ዘይረኣናዮ ክጠፍእ ከም ዘለዎ በቲ ጭቃ ኢኻ ትገብሮ ማለት እዩ። እቲ ጆይንት ቴፕ ወይ ከኣ ጆይንት ፔፐር ቴፕ እንጥቀመሉ ድማ ንዕኡ ነቲ መራኸቢ ኣብ መንጎ ናይቲ ክራክ ዘሎ ንዕኡ ንኽሽፍልነልና ኢና ንገብሮ። እዚ ኣብ ኣንጎሎ ክንገብሮ ንኽእል ኢና፣ ኣብ መራኸቢ ናይ ክልተ ናይ ድራይወል ከኣ ክንገብሮ ንኽእል ኢና። ስለዚ ኢና ድማ ነቲ ነቓዕ ንኸይንርእዮ ጆይንት ቴፕ ንጥቀም ማለት እዩ። ብድሕሪኡ በቲ ስፓክል እዚ ስፓክል ክንብል ከለና ከኣ እቲ ጭቃ ሬዲ ሚክስ ኣሎ ወይ ከኣ ሕሩጭ ኣሎ እቲ ሕሩጭ ካብ ሓሙሽተ ደቂቅ ክሳብ ቴስዓ ደቂቅ ናይ ምንቃጽ ክእለት ዘለዎ ባህሪ ዘለዎ ዓይነት ኮይኑ እሱ ንበይኑ ኣብ ኢድና ሚክስ ምስ ገበርናዮ ልምዲ እንተዘይብልና ኮይኑ ቀልጢፉ እዩ ዝነቅጽ እቲ ሬዲ ሚክስ ዝጸንሓና ኦረዲ ኣብ ባኬት ዝጸንሐ ግን ግዜ ክህበና ስለ ዝኽእል ኣብ ዝደለናዮ ግዜ ጥሉል ስለ ዝኾነ እሱ ንክነቅጽ እውን ግዜ ስለ ዝወስድ እሱ እንድሕር ተጠቒምና ከኣ ነቲ መጀመሪኡ ዝጥቀም ሰብ እንድሕር ኮይኑ ሞር እሱ ሪከመንድ ክኸውን ማለት እዩ ምክንያቱ እቲ ናይ ፓውደር ወይ ከዓ ሕርጭ ሓሙሽተ ደቂቅ ኣሎ እሱ ማለት ድማ ኣብ ኢድካ ኦረዲ ሚክስ ምስ ገበርካዮ ጥራይ ራይድ ኣወይ ቀልጢፉ ዝነቅጽ ማለት እዩ ስለዚ ከምዚ ጌርና መብራህቲ ዘይብሉ መብራህቲ ክንገብር ንኽእል ኢና ሓጋዚ ጠቓሚ ኮይኑ ትረኽብዎ ትሉኻት በዓል ሙሉእ ተስፋየ መጀመርያኹም እትርእዩ ነዚ ቪድዮ ድማ ላይክ ሼር ብምግባር ናብ ካልእ ሰብ ንኽባጻሕ ስለ ዝሕግዝ ኣብ ቀጻሊ ብኻልእ ስራሕ ክሳብ ዝመጸኩም ሰላም ወሰናይ በብዘለኹሞ